ሰላም ሰላም ኩሉኹም ከመይ ቀኒኹም ኣነ እግዚኣብሔር ይመስገን ጽቡቅ ኣለኹ ኩሉኹም ሰላም ክትብሉ መዓልቲ ምሉእ ተስፋ እየ ኩልኻትኩም ንዓይ ትካታተሉ ግዜኹም ሰዓትኩም ሂድኩም ንዓይ ሳፖርት ትገብሩኒ የቀንየለይ ኩሉ ግዜ ብጣዕሚ እየ ደመስግነኩም ሕጂ ካኒ ኢቶም ሓደሽቲ ናብ ዳይመንት ኣሎ ተኣቱ ከኣ ኩልኻትኩም ንቻነለይ ሓጋዚ ስለ ዝኾነ ሳብስክራይብ ክትገብሩ እቶም ንዓይ ትካታተሉና ከኣ ብላይክ ህጅምርዎ ማለት እዩ ሳብስክራይብ ኣይትብቆቁና ሎማዓንቲ ብፍልይ ድበለ ከምዚ ዝራኣኹሞ ልኻይ ባዓለይ ሓቂኒ ኣብ ገዛ ብኸመይ የዳሉ ጠስሚ እዩ ክኸው። እዚ ትሪእዎ ደለኹም ሽዱሽተ ሊትሮ ባዕለይ ሓቂነ ከባቢ ሽዱሽተ ሊትሮ ሽዱሽተ ኪሎ ማለት እዩ ምስ ፈልሐ ማይ ካኣ ጸባ ምስ ኣውጻ ካኣኒ ክርኦ ኢና ብሓንሳብ ኮይና ማለት እዩ ትሪእዎ ኣለኹም ሕጂ ኣብዚ ድስቲ ገይረ ሓቂነ ኣብ ፍርጅ የእተዮ ሓደ ማዓልቲ ካልኣይ መዓልቲ ከኣ ተመሊሰኩም ኣለኹ ምስ ዝሓለ ምስ ተተሓዘና ጽቡቕ ገይሩ ምስ ተዋሃደ ፍርሽ ከኣ ድሕሪኡ ንጽባሓይቱ ከኣ ከምዚ ገይረ ኣብ ድስቲ ሓዊ ጌርና ከነንክኾ ኢና ኣዝሕል ኣቢልና ማለት እዩ። ከምዚ ገርና ከኣ ብህድእ ድበለ ሓዊ ከነምኩ ኮይና ቁሩብ ክፈርሓና ውን ግዜ ክንቦ ኢና ማለት እዩ እምበኣር ከምዚ ዝረኣኹሞ ረኣይዎ ጽቡቅ ኮይኑ ጻዕዳ ዝኸውን ማይ ዓፍራ ድመስል ከኣ ብላዕሊ ወጽዩ ኣሎ ንሱ ከኣ እንታይ ይመስለኩም ጸባ ኣለዎ ማለት እዩ ሕጂ እዚ ጸባ እዚ ብኸመይ ነውጾ ከኣ ብሓንሳብ ክረኡና ኣሕዋተይ ረኣይዎ ከምዚ እንዳገበርኩ ቀስ እንዳበልኩ ከመከልደይ የኹሶ ኣለኹ ማለት እዩ እዚ ምስ መኸ ከዓኒ ጽሩይ ማይ ዝሑል ማይ ከዓኒ ክጎብረሉ እየ ማለት እዩ ራይወቱ ሕብሩ ደስ ክብለካ ኣዝዩ ጽቡቅ ድኾነ ብጭው ድበለ ሕብሪ ኣለዎ ኣዝዩ እዚ ጠስሚ እዚ ወይ ከዓኒ ሕጂ ማይ ይገብረሉ ኣለኹ ማለት እዩ ማይ ምስ ገበርኩሉ እቲ ናቱ ዝረኣናይ ዓፍ ዓፍ ኢሉ ዝጸንሐ ጸባ ድመስል ንዑኡ ምእንቲ ከጽርየልና ማይ ጌረሉ ኣለኩ ኣሕዋተይ ማይ ጌረ ከኣኒ እዚ ሕጂ ናይ ምሸት እዩ ከምዚ ጌርዮ ዘለኩ ኣብ ፍርጅ ክዝሕለልና ከኣኒ የእትየዮ ኣለኩ ማለት እዩ ምስ ዝሓለ ትድስና ማለት ብውዑይ ደይኮነስ ምስ ዝሓለ ናይ ምሸት ከኣኒ ኣብ ፍርጅ የእትየዮ ኣብ ፍርጅ ምስ ኣእተክዎ ንጽባሒቱ ኣሕዋተይ ተመሊሰኩም ንንግሁኡ ማለት እዩ ኣዝዩ ዝሑል ኮይኑ ርግእ ኢሉና ኣሎ ማለት እዩ እቲ ማዩ ግን ብታሕቲ ዘፍ ኢሉ ነቲ ናቱ ጸባ ድመስል ሕጻቡ፣ ሕጂ ክነውጽኦ ኢና ካራ ገይርና ባዕልና ወይ ብማእከል ወይ ካብ በቲ ወሰኑ ነንኩሎ እሞ ምስ ኣንኮልናዮ ኣሕዋተይ ትሪእዎ ኹም ኣዝዩ ጸባ ድመስል ናይ ሕቋን ጸባ ድመስል ከኣኒ ይወጽእልና ኣሎ ማለት እዩ። ብማይ ገርና ከኣ ደጋጊምና እቲ ናቱ ኤክስፓየር ድኸውን ናይ ዕለቱ ከነውጽኦ ኣለና እንዳሓጻጸብና ብጽሩይ ማይ ነዊሕ ግዜ ምእንቲ ክጸንሓልና ማለት እዩ እዚ ሎማዓንቲ ዘዳልዎ ዘለኹ ኣነ ከባቢ ሸውዓተ ሊትሮ ኤ ናይ ኣዳልየ ዘለኹ ናይ ግሬድ ማለት እዩ ግሬድ ኤ ሓቂነ ዘለኹ ብሓጺሩ ካልኣይ ፓርቲ ኣሕዋተይ ሒዘልኩም ክመጽእ እየ ንምንታይ ሓጺር እየ ኣውሪደልኩም ዘለኹ ሎማዓንቲ ኣዝዩ ነዊሕ ስለ ዝኾነ ክትሓቑኑ ከለኻ ንዕኦ ትዛረብ ከለኻ ስለ ዝነውሕ ሕጽር ሕጽር እንዳበል እንዳበልኩ ብክልተ ፓርቲ ከውርደልኩም እየ ሕጂ እዛ ፓርቲ ሎማዓንቲ ውርደልኩ ኣለኹ ኣውሪደልኩም ኣለኹ ኣብ ቅኒ ኢለ ከዓኒ ከውርደልኩም እየ እታ ካልኣይቲ ፓርቲ እንታይ ዓይነት እየ ተጠቂመ ደሎ ከዓኒ ክርኤና ብሓንሳብ ኮይና ኣሕዋተይ እምበኣር ትርእይዎ ኣለኹም ደጋጊመ ደጋጊመ ማይ ገይረ ጽሩይ ማይ ገይረ ሓጺበዮ ኣለኹ ምስ ሓጸብናዮ ከዓ እቲ ናቱ ጠስሚ ከዓኒ ናብኡ ንመልሲ ማለት ምጉሓፍ ዝበሃል ነገር የለን ከምዚ ጌርና ከዓኒ ኣዝዩ ጥዑም ዝኾነ ጠስሚ ንጸብሒ ክንገብር ከለና ኣብ ውራይ ኣብ ገዛና ክንሰርሕ ከለና ገዓት ክንበልዕ ከለና ብጽፉፍ በዓልና ኣብ ገዛና ነዳሉ ማለት እዩ ከምዚ ጌርና ምስ ተሓጻጸበ ከኣ ትርእይዎ ኣለኹም ከምዚ ኢሉ ሞኺኽልና ኣሎ ማለት እዩ እቲ ናቱ ርስሓት እቲ ጸባ ዝመስል ወይ ተዓፊሩ ነበረ ሓጺብና ሓጺብና ሰዲድናዮ ኣለና ትርእይዎ ኣለኹም ዓፍ ዓፍ ኣይብል ገለ ይብል ሕጂ ጸውሪ ኣሎ ንዑ ዶ ሌስፔዛ ከኣ ሎማዓንቲ ኣነ ዘዳልዎ ብፍኹስ ዝበለ ኣነ ቀመም ኣብ ገዛይ ዘዳልው እየ ሒዘልኩም መጽየ ደለኹ እስኻትክን ግን ይሕዋተይ ዝተፈላለየ ብዙሕ ቀመም እዩ ዝኣትዎ ጠስሚ እሞኒ ብዙሕ ቀመማት ከተእትዋሉ ትኽእላ እኽን ኣነ ግን በዛ ሎማዓንቲ ዘዳልዋ ፍኹስ ትበለ እየ ከዳልወልክን ንደቅና ቀመማት ደይበዝሖ ክበልዑ ከም ዘለዎም ንዓና ከዓኒ ፍኹስ ዝበለ ንዓና ደይከብደና ክንገብር ኢና ማለት እዩ ነናቱ ሰብ ኣጠቃቅማ ስለ ዝጥቀም በቲ ኣነ ዝጥቀሞ ከዓ ሎማዓንቲ ከርእየክን እየ በቲ ዓቕሙ ናተይ ማለት እዩ ኣሕዋተይ ከምዚ ገርና ከዓ ፈሊሐልና ትሪኦ ኣለኽን ዓፍ ዓፍ ኢሉ ፈሊሑ ሎማዓንቲ ትሪኦ ኣለኽን እዚ ከዓኒ ኣብዓኺ እዩ ኣብዓኺ ከዓኒ ከምቲ ንፈልጦ ንጠስሚ ኣብዓኺ ክልየና እዩ ኣብዓኺ ቀልየ ኣለኹ ሓደ ዓካር ቀይሕ ሽጉርቲ እዚ ቀይሕ ሽጉርቲ እዚ ዝበለፀ ሽጉርቲ ስለ ዝኾነ ካብቲ ጎልድ እዚ ሽጉርቲ እዚ ቀይሕ ክንጥቀም ኣለና ኣሕዋተይ ንሱ ከኣ ብነዊሑ ምትር ምትር ከብሎ እየ። ጻዕዳ ሽጉርቲ ከኣ ክህልየና እዩ። ክልተ ዓካር ሽጉርቲ ከኣ ተጠቂመ ኣለኹ። ከምዚ ገይረ ከኣ ምስ ዝሓለ ከኣ ክጥሕኖ እየ። ሽጉርቲ ከኣ ክልተ ዓካር ቀሪፈ ኣለኹ። ሓደ ዓካር ከኣ ቀይሕ ሽጉርቲ ተጠቂመ ኣለኹ ማለት እዩ። ናብዚ ድስትና ከኣ ምስ ፈልሐ ንስንስ ንስንስ ከነብሎ ኢና። እህድእ ኣቢልና ኣብ ሓደ ቁጽሪ ክልተ ጌርና ብህድእ ዝበለ ከኣ ክፈልሕ ኣለዎ ጠስምና ከይሓረና ምእንቲ እንተ ሓሪሩ ኣዝዩ ጥዑም ዘይኮነ ስለዝኾነ ንዓና እውን ክሰራራ ስለዝኾነ እዚ ኩሉ ሓቑና ነዚ ክንሓጽብ ኣብ ፍርሽ ክነእቱ ካልኣይ ግዜ ኣብ በረድ የእቲና ማይ ጌርና ክንደይ ግዜ እዩ ወሲድልና ስለ ሰለስተ ግዜ ዝኸውን ዝወሰደለይ ሰለስተ መዓልቲ ማለት እዩ ስለዚ ጥንቅቕ ኢልና ከዓኒ ኣህዶ ኣቢልና ክነፍርሖ ከም ዘለና ብዙሓት የሕዋተይ ኣነ የጋጥም እዩ ማለት እዩ ወላ ኣሕዋተይ ወላ መሓዝተይ ገለ መለ ሓሪርና ገለ ይብላ እየን እሞኒ ዓው ኣቢልና ባል ባል ክነብሎ የብልናን ወላ ዓፍ ዓፍ ኢሉ ይፈስስ ይሓርር ስለ ዝኾነ ንክሽነ ክንኣቱ ከለና ግዜ ህብና ህድእ ኢልና ክንገብሮ ከም ዘለና እዛ ትሪኣ ኣለኽን ከዓኒ ናይ ፃዕዳ ሽጉርቲ ትሪኣ ኣለኽን መቆጥብን ኣዝያ ፅብቕቲ ደስ ዝብለካ ዶ ትብል ኣለኽን ኣሕዋተይ እዛ መቆጥብን እዚኣ ከዓኒ ፃዕዳ ሽጉርቲ ቀመማ ትገብር ከለኹ በዚኣ እየ ዝጥቀም ንዴታተይ እንዳዘከርኩ ማለት እዩ ንዴታትክን ከዓ ከምኡ ንስኻትክን ትዝክራ ሕጂ ሽጉርቲ ኣትዩ ኣሎ ትሪኦ ኣለኽን ኣዝዩ እቲ ሕብሩ ከማንስ ከብህገካ ደስ ክብለካ በቃ ብኣካል ተትሪኦሙ ኣዝዩ ኣዝዩ ክጽብቕ ምበልክን ኔርክን ኣሕዋተይ ኣዝዩ ርኣዮ ሕጂ ጢሒነዮ ኣለኹ ኣፍርይ ኣፍርይ ኣቢለ ብዓኸ ከምዚ ጌርና ከዓኒ ብማንካ ጌረ ከዓኒ ንስንስ ንስንስ ከብለልየ በዚ ዓብዪ ማንካ ክልተ ጌረ ኣለኹ እዚ ጻዕዳ ሽጉርቲ ከዓኒ ክልተ ዓካር እዩ እዚ ከዓ ሓጺብና ጅፍዕ ጅፍዕ ኣቢለዮ ኣለኹ እዚ ከኣ እንትሪኦ ኣለኩ ቀመም እዩ ማዘረይ ወይ ኣደይ ዝሰደደትለይ ቀመም ስለ ዝነበረኒ ኣነ ካብኡ ክጥቀም እየ እዚ ሽጉርቲ ከኣ ራእዮ ጅፍዕ ጅፍዕ ኣቢለ ከይደቀቀ ማለት እዩ ቀስ ኢሉ ምስኡ ክፈልሕ ተወሃሂዱ ከምኡ ገይረ ኣለኩ ካብዚ ከኣ ካብ እንዳ ክልተ ኣፉ ድመጸና ስድራና ድሰደዳለይ ቀመም ከኣኒ ክልተ ማንካ ገይረሉ ኣለኩ በቲ ናይ ሻሂ ማለት እዩ ኣነ ውሕድ ድበለ ፍኩስ ድበለ ስለ ዝጥቀም ከምኡ ተጠቂመ ኣለኩ ኣሕዋተይ ንስካትክን ግን ብዙሕ ነገራት ከተእትዋሉ ትክእላ ንሰሰ ክተእትዋሉ ትክእላ ከም ኮረሪማ ኣሎ መዓት ኣሎ ናይ ቀመማት ካብ እንዳ ዓረብ ካብ እንዳ ሓበሻ ንገዝኦ ካብ ኣሕዋትና ማለት እዩ ካብኡ ገዚእክን ክትጥቀማ ትክእላ ክን ኣሕዋተይ እምበኣር ከምዚ ገሩ ፈሪሑ ትሪኦ ኣለኽን ህድእ ዝበለ ትሪኦ ኣለኽን ክጽብቕ ዶ ትብላ ኣለኽን ከምዚ ገረ የዳለዮ ነዚ ግዜ እዚ ሂበ ኤ ኣዳለዮ ዘለኹ እሞ የሕዋተይ ከምዚ ኣነ ደስ ኢልኒ ባዕለይ ኣዳለዮ ዘለኹ ንስኻትክን ከኣ ግዜ ተረኺብክን ከምዚ ገርክን ከተዳልዋ ትኽእላ ኢኽን። ኣዝዩ ካብቲ ስሙርቲ ዓቢይቲ ሓደ ኪሎ ንገዝኦ ከማን ኣዝዩ ኣዝዩ ክቡር እዩ ደሎ ሕጂ እቲ ጠስሚ ንገዝኦ ስሞር ወይ ባተር ኣዝዩ ክቡር እዩ ደሎ ሕጂ ኣዝዩ እቲ ዋጋ ከማን ከምዚ ገርና ሓቂና ገርና ግዜት ክንረክብ ከለና ኣሕዋተይ ኣዝዩ ብጣዕሚ ብዙሕ ገንዘብ ስፖራ ንገብር ኣለና ማለት እዩ። ሕጂ እዚ ቀመማት ከኣኒ ንካልእ ግዜ ወይ ንእንጀራ ክኾነና ከኣ ክወቅምቶ እየ እቲ ፍርቁ ከኣኒ ጨው ገይረ ክጥሕኖ እየ እንጀራ ነስኒስና ሓደ ሓደ ግዜ ደስ ክብለና ኣሎ ውዒ እንጀራ ገርና ንበልዖ ማለት እዩ እቲ ሓደ ከኣ እንጀራ ክንለውስ ከለና ከኣ ኣብኡ ከኣኒ ማንካ ናይ ሻሂ ገርና ክንለውስ ከለና ኣዝዩ ጥዑም ስለ ዝኾነ ከምዚ ገርና ከኣ ኣብ ጦር ሃሙስ ንእግረ መንገደይ በቲ ጠስምና ዘዳለ ናይ ስጋብ ድፈለሓና ቀስ ኢሉ ብህድእ ዝበለ በዚ ከዓ ንእግረ መንገድና ከዓ ንጣሕን ጠሓሒና ከዓ ነቐምጦ ብዙሕ ግዜ ከዓ ይዕረፍ ኣቢልና ከዓ ንጥቀም ንኽእል ኢና ማለት እዩ ሕጂ ጢሒነዮ ትርእይዎ ኣለኹም እዚ ጨውን ኣብ ዓኸን እዩ እንጀራ ክለውስ ከለኹ ድዩ ፈይ የብለሉ እንጀራ ነሲንና ክንበልዕ ከለና እዚ ከኣኒ እንጀራ ክለውስ ከለኹ ከኣኒ ይጠቕመኒ እዩ የቐምጦ ከምዚ ገርና ንጥቀም ንኽእል ኢና ኣሕዋተይ ንእግረ መንገደይ ማለት እዩ ካብቲ ተረፍ ከኣኒ ጎኒ ጎኒ ከኣኒ እዚ ከኣ ከምዚ ክንገብር ካብ ንኽእል ንስድራና ጻዕዳ ሽጉርቲ እዚ ጨው ጌርክን ኣብ ዓኸ ካብ ስደዳልና ንብል በዓልና ከኣ ንገዛና ነዳሉ ንኽእል ኢና ማሽን ስለ ዘሎ ብናይ ቡን ጌርና ቀስ ኣቢልና በቲ ናይ ቡን ስለ ዝበላሸወና ስለ ዝበላሸዋና ቀስ ኣቢልና ክንጥሕኖ ኣለና ኣነ እኳ ብዙሓት ቡን ናይ ቡን እየ ዘበላሹ ከምዚ ጣጢዕ ገለ ክገብር ከለኹ ሕጂ ግን ቀስ እናበልኩ ይጥቀም ኣለኹ ማለት እዩ እምበር ሓያለ ጉሒፈ እየ እምበኣር ረኣዮ ክፅብቅ ኮይኑ ፈሊሕና ምስ ፈልሓና ኣነዚ ይመስለልና እዩ ማለት እዩ ኩሪኤ ኢና ብሓንሳብ ኮይና እምበኣር ኩልኹም የሕዋተይ ንዓይ ክትከታተሉኒ ዝጸናሕኹም ኩሉ ግዜ ክትኣትዉ ከለኹም እቶም ሓደሽቲ ሳብስክራይብ ክትገብሩ እቶም ከም ቀደምኩም ትኣትዉ ከኣ ንዓይ ሳፖርት ትገብሩኒ ሸር ኮመንት ትገብሩለይ ከኣ ብልቢ ብልቢ የቐንየለይ እንዳበልኩ ንስኻትኩም ከኣ ከም ቀደምኩም ብላይክ ጀምርዎ እቶም ሓደሽቲ ኣሕዋተይ ከኣ ንኣሓትና ከኣ ሳብስክራይብ ኣይትብቀቑልና ሳብስክራይብ ግበሩ ንኣም ኣሕዋተይ ንኣሓትኩም ግዜ ትወስደልኩም እያ ንዓይ ግን ኣዝያ ሓንቲ ሳብስክራይብ ሓጋዚት እያ ሓንቲ ላይክ እውን ኣዝያ ሓጋዚት እያ ንቻነለይ ሓጋዘትን ንዕቤት ቻነለይ ከዓ ስለ ዝጠቕመኒ ኣሕዋተይ ከምዚ ንዓኻትኩም ለበዋ ይገፈልኩም ማለት እዩ ኩልና ብኣኻትኩም ኢና ንዓቢ ብኣኻትኩም ዓብየ ንዓኻትኩም ናትኩም ሳፖርት ስለ ዝገብሩኒ እየ ምልስ ምልስ ዝብል ዘለኹ ከም ቀደመይ ኣነ ዝፈልጦ ብዙሕ ብዙሕ ሒዘልኩም ንክመፅእ ከም ቀደምና ሳስክራይብ ንደሊ ኣለና ማለት እዩ እምበኣር ትርእይዎ ኣለኹም ሕጂ ከምዚ ገይረ ከዓኒ ከይሓረረ ኣዝዩ ብህድእ ዝበለ ፅቡቅ ገይሩ በሲሉ ተወሃሂዱ ኣሎ እቲ ናቱ ናይ ሽጉርቲ ፃዕዳ ናይ ቀይሕ ሽጉርቲ ከምዚ ገይረ ከዓ ዝፍፍ ኣቢለ ፅሙቅ የብሎ ኣለኹ ሓንቲ ጠስሚ ጥብ ትብል ምጉሓፍ የላን ነዚ ክገብር መዓት ግዜ ሰለስተ ግዜ እየ ሰለስተ መዓልቲ እዩ ወሲድለይ እምበኣረይ ሕጂ ረኣይዎ ጽቡቅ ጌሩ ፍርሕ ኢሉ ህድእ ዝበለ ሕብሩን ገሊኡን ክጽብቅ ኮይኑ ዘሎ ኣሕዋተይ ሃነነነነነ ንብል በቃ ነዚ ገዛ ደሓን መዓት ጨና እዩ ዘሎ መዓት ሃገግ እዩ ዘሎ እምበኣር ሕጂ ኣብ መወዳእታ እዩ ወዲኡልና ኣሎ ዝሕል ኢሉ ዝሒልልና ኣሎ ምስ ዝሓለ ከኣ ኣብዘን ጠራሙስ ትርእይወን ዘለኹም ኣብእን ክንመልእን ኢና ማለት እዩ ከምዚ ገይረ ከኣ ራእይዎ ክጽብቕ ኮይኑ ሕብሩን ገሊኡን ዋላ ጨንኡ ዋላ ገለ ኣዝዩ ጽቡቕ ብጣዕሚ ጽቡቕ ጽቡቕ ጥዑምን ጨና ሒዙልና ኣሎ ማለት እዩ ሕጂ መንፊት ገርና ከኣኒ ዝኾነ ከይሓልፈና ካብቲ ናቱ ድኹም ቀመማት ማለት እዩ መንፊት ገይረ ከኣ በዚ እንዳቀዳሕኩ ናብዘን ጠራሙስና ክንመልአን ኢና ማለት እዩ። ከመይ ዝበለ ጽሩይ ጠስሚ እዩ ዘለና ናይ ስድራና ጠስሚ እዩ ዘዘክረካ ብጣዕሚ ስድራና እንዳዘከርና ከኣኒ ማለት እዚ ጠስሚ እዚ ሓቝና ብደንቢ ከም ናተን ብልኻይ ተጠቂምና ስለ ዘለና ልክዕ ነቲ ናይ ስድራና ባህላዊ ዝኾነ ንዕኡ እዩ ዘዘኻኽረና እሞኒ ከምዚ ገርና ከኣ ግዜ እንተረኺብና ኣሕዋተይ ኣብቲ ዕረፍቲ ዘለና ከኣ በዓልና ሓቝና ከኣ ከም ነዳሉ እዩ ሎምዓንቲ ዳይመት ኣሉ ሒዛትልኩም ኣዳልያትልኩም ድመጸት ማለት እዩ ንሰለስተ መዓልቲ ዝኣክል ግዜ ሂበ ከምዚ ገይረ ሓቁይነ ከኣ ንሓያለ ዝኸውን ግዜ ክጥቆመሉ እየ ማለት እዩ ኣነ እኳ ቀዳመ ሰንበት ኣብ ግዜ ዕረፍቲ ብጣዕሚ ናይ ሓበሻ ድፈቱ ማለት እዩ ባህላዊ ዝኾነ ቅጫ ፍትፍት ገዓት ንጥቀም ኢና ማለት እዩ ኣብቲ ዕረፍቲ ደለና ሰሙን ምሉእ ለኻኺና ስለ ንበልዕ ከዓኒ ቅያር ከዓኒ በቲ ኣነ ገዓት ኣብ ናተይ ኣዳልየልክ እንደለኹ ወይ ናይ ሃብሬ ወይ ናይ ኦስ ድብል ብኡ ኣነ ዝጥቀም ገዓት ኣዝዩ ፎኪስ ስለ ዝኾነ ኣይከብድናን እዩ ንኸብድና እውን ከብዲ ዝበሃል ነገር የለን ኣዝዩ ኦሪጂናል ኦርጋን ስለ ዝኾነ ዝኾነ ኣይ ከብድና ኮፍሲ ኣይብልን ሻሕ እዩ ዝብል ስለዚ ናይ ገዓት ኣብኡ ኣቲኽን ኣሕዋተይ ክትሪኦ ኣለክን ኣብ ናይ ቅጫ ፍትፍት እውን ኣዳልየልክን ነይረ እንታይ ዓይነት ካብ እቲ ኣቲኽን ተሪእኽንኦ ኣጠቃቀምኡ ከዓ ክትሪኦ ትኽእላ ክን ኣዚኽን ኣለኽን ኣሕዋተይ ዝሓተትክናኒ እቲ ቪድዮ ፅቡቅ ጌርክን ክትሪኦ ኣለክን ኣሕዋተይ እዚ ዝጥቀመሉ ኣነ ሃብረ ወይ ኦስት ንብሎ ወይ ከዓ ናይ ኣጃ ናይ ጉሮት ንጥቀመሉ ማለት እዩ ኣብ ናይ ገዓት ኣብ ናይ ቅጫ ፍትፍት